ድሕሪኡ ድማ ከምዚ ብምግባራ ማዕረ ክንደይ ብኣ ከም ትኾርዕ ምስ ትነግራ፣ ናትካ ብምዃና ከም ትኾርዓላ፣ ብመንነታ ከም ትኾርዕ፣ ብጠባያ ከም ትኾርዕ ድማ ንኽትነግራ ኩሉ ግዜ እያ ትጽበ። እዞም ክልተ ቃላት ንሓንቲ ትፈትዋ ጓል ተተጠቂምካሎም ዝገርም ለውጢ ኢኻ ኣብ ህይወታ ክትርኢ። ብዙሕ ግዜ ከይመጸልካ ይኽእል እዩ ግን እዚ ብጣዕሚ ጠቓሚ ምዃኑ ተረዲእካ ኣብ ሂወታ ሓድሽ ነገር ምስ ትፍትን ንዕኡ ምድናቕ ሽዑ ድማ ነቲ ዝገበረቶ ለውጢ ምስ ረኣኻ ብኣኣ ከም ትኾርዕ ንገራ እዚ ንሕና ደቂ ኣንስትዮ ካባኻትኩም ብጣዕሚ ኢና ንጽበዮ ካልኣይ ሓንቲ ጓል ካብ ትፈትዎ ዝፈትዋ ወዲ ኩሉ ግዜ ብጣዕሚ ትጽበዮ ነገር ዝነገረትካ ነገር ዘይምርሳዕ እዩ እዚ ወላ ሓንቲ ሕቶ ኣየድልዮን እዩ ብጣዕሚ ኣባኻትኩም ብብዝሒ ዘጋጥም እዩ ውሑዳት መስተውዓልቲ ኣለዉ ነዚ ምስጢር እዚ ዝፈልጡ ዝፈትዎ ነገር እዚ እዩ ልበይ ዝትንክፈኒ እዚ እዩ ዕለተ ልደተይ ኣብዚ ዕለት እዚ እዩ ብኸመይ ክተሕልፎ ከም ዝደለየት ዲተይልስ ተፈሊጥካ ካልኦት ጠቓሚ ዝኾኑ ኣብ ሂወታ ኣገደስቲ ዝኾኑ ነገራት ክትዕልለካ ከላ ነዚ ኣቓልቦ ሂብካ ብምስማዕ ኖት ምሓዝ እዩ። እንተኾነ ግን ኩሉ ዝተዛረበቶ በቲ ሰሚዕካ በቲ እትጉሕፎ እንተኾይንካ ብተግባር ተዘይኣርኣኻያ ግን ኣባኻ ዓቢ ጥርጣረ እያ ተሕድር። ብዝተኻእለኩም ኣብ ሂወትኩም ዘላ ጓል ዝበለትካ ዘዕለለትካ ንዓኣ ኣገዳሲ ቦታ ድዩ ወይ ዝኾነ ነገር ከይትርስዕ ናተይ ኢላ ዝሓሰበትካ ኣብ ልባ ዓቢ ቦታ ሒዝካ እንተለኻ ዕለተ ልደታ ትርስዕ እንተኾይንካ ነቲ ቦታ ክትስእኖ ትኽእል ኢኻ ብዘየገድስ ዓቢ ህያብ ክኸውን የብሉን ወላ ፖስት ካርድ ይኹን ጽቡቕ ረማንቲክ ቃላት ዝሓዘ ክኸውን ይኽእል እዩ እዚ ንዓኣ ዓቢ ትርጉም እዩ ዝህባ ጽቡቕ ስምዒት ከም ዝስምዓ ንዓኻ ፍልይቲ ከም ዝኾነት ክትገብራ እያ ትጽበ እዚ ተፈጥሮና እዩ ኣይንቕይሮን ኢና። ነዚ ኩሉ ግዜ ካባኹም ኢና ንጽበዮ። ኣቓልቦ ከም ዝሃብካያ ወይ ድማ ካልእ ዓቢ ሓላፍነት ክትወስድ ድሉው ምዃንኳ ይስማዕ። ናይ ምዝካር ጸገም እንተ ኣለካ ኣብ ተሌፎንካ ጸሓፎ። መዘኻኸሪ ተጠቀም፣ ቀሊል ነገር እዩ፣ ግን ኣብ ህይወትና ግን ዓቢ ሓጎስ እዩ ዝህበና። ሳልሳይ፣ ምሳኻ ፍቕሪ ዝሓዛ ጓል ካባኻ ትጽበዮ ነገር፣ ኣብ ዙርያኻ ዘለዉ ሰባት ንኽትፈልጦም ኩሉ ግዜ እያ ትጽበ። ምናልባት ደፊርካ ኬድካ ኣቦኻን ኣዴኻን ወላ ተዘያላልኻያ ተወሓደ ንሓፍትኻ ወይ ንቤስት ፍሬንድኻ ክትፈልጦም ትደሊ'ያ። ንስኻ ብኹርዓት ተኣማሚንካ ክተፋልጣ ትጽበ'ያ ምኽንያቱ ከም ትኣምነካ'ዩ ዝገብራ። ፍቕርኻ ናይ ብሓቂ ድዩ ናይ ሓሶት ክምልሰላ ስለ ዝሕግዛ ክኸውን ይኽእል። ግን ተፈጥሮና'ዩ ኣብ ከባቢኻ ዘለዉ ሰባት ክንፈልጦም ንደሊ ኢና። ንስኻ ወላ ኣይተፋልጣ ባዕላ ብዛዕብኦም ገለ ሓበሬታ ክህልዋ ይኽእል እዩ፣ ኣትሊስት ኸማን ኣነ ነዚኦም ንምልላይ ገና እየ እንተኢልካ ድማ ንሳቶም ተወሓደ ብዛዕባኣ ክፈልጡ ክኽእሉ ኣለዎም፣ ንገራ ብዛዕባኺ ኮነ ገይረዮም ኣለኹ ኢልካ ከም ተፋልጣ ንገራ ግን ዜሩ ዜሩ ብስድራቤትካ ክትፍለጥ ትደሊያ? ኣብ ህይወትካ ዘለዉ ሰባት ማዕረ ክንደይ ንዓኣ ጠቐምቲ ምዃኖም ክትርዳእ ትደሊያ? እዚ ዝኣክል ቀሊል ነገር ንትፈትዋ ጓል ምግባር ከቢድ ነገር ኣይመስለንን። ብሓፈሻ እቲ ዝስምዓካ ነገር ክትፈልጦ ትደሊያ። ዝኾነ ነገር ንኽትነግራ ኣጸቢቓ እያ ትጽበየካ። ምናልባት ኣነ ብዙሕ ነገር ምዝራብ፣ ኩሉ ነገር ምንጋር ኣይፈቱን እየ እንተኢልካ፣ ህይወትካ ሸር ንኽትገብራ ኢኻ ምስኣ ዘለኻ ምሽ? ካብ ፍቕሪ ሓሊፉ እቲ ዝዓበየ ነገር እቲ ዝስምዓካ ነገር እቲ ድኹም ጎንኻ ብዙሕ ነገር ክተዕልላ ትኽእል ኢኻ እዚ ኩሉ እንተድኣ ኣካፊልካያ እንተድኣ ኣፍሊጥካያ ዝሓሸ እዩ ዝኸውን ንሳ ግን ኩሉ ግዜ እያ ትጽበየካ ሓምሻይ ሓንቲ ትፈትወካ ጓል ካባኻ ትጽበዮ ጽቡቕ ብናይ ፍቕሪ ቃላት ዝተመልኡ ቴክስት ውሱን ግዜን ሰዓትን ክትገብር የብልካን ሃንደበታዊ ቴክስት ክትልእኽ እዩ ዘለካ ለይቲ ንግሆ ኣብ ናይ ስራሕ ሰዓት እዚ ኩሉ ግዜ ብዛዕባኻ ከም ትሓስብ እዩ ዝገብራ። ተሌፎና ዓሰርተ ግዜ ከም ትርኢ እዩ ዝገብራ። ዝኾነ ዓይነት ቴክስት ናብ ተሌፎና ምስ ዝስደድ ናትካ ክኸውን እያ ትምነ። ምኽንያቱ ፍሉይ ሰዓት ስለ ዘይብልካ። ኩሉ ግዜ ብትጽቢት እያ ትጽበ። ደስ ዝብሉ ብጣዕሚ ቀሊል መልእኽቲ ዘለዎም ቴክስት ክትልእኽ ትኽእል ኢኻ። ሻድሻይ፣ ሓንቲ ትፈትወካ ጓል ካባኻ ትጽበዮ ንኸይትሕስዋ እዩ። ንስኻትኩም ድማ ትሕስዉ ኢኹም ምሽ? እዚ ዘይከሓድ ነገር እዩ። ግን ስለዚ ኩሉ ግዜ ሓቂ ንኽትነግራ ብትዕግስቲ እያ ትጽበ። ስለዚ ትዕግስታ መታን ከይውዳእ ተጠንቀቕ። ዝኾነ ነገር እንተ ሓቲታትካ፣ በቲ ትህባ መልሲ ተዘይዓገበት፣ ክተላፋልፈካ እንተ ፈቲና፣ ገለ ነገር ዝፈለጠቶ ስለ ዘሎ ብግልጺ ክትነግራ ኣለካ። ከም ዓቢ ነገር ክትሓስቦ ትኽእል እያ። ንስኻ ምናልባት ልባ ከይትስበር ወይ እተ ነገርክዋ ከማን ብዙሕ ጥቕሚ ዘይብሉ እዩ ኢልካ ሓሰየ እንተ ሓለፍክዎ ይሓይሽ እተኢልካ ወይ ደጊም ስለ ዘይገብሮ ተዘይነገርክዋ ይሓይሽ ኢልካ ብዙሕ ምኽንያታት ክተምጽእ ትኽእል ኢኻ ግን እመነኒ ብርግጽ ዝነግረካ እቲ ትሓተካ ሕቶ ይጉዳኣያ ይሕዝና ዝኾነ ይኹን ምዝራብ እዩ ዘለካ ውጽኢታዊ ዝገብረካ ድማ ንሱ እዩ እንተ ኣፍሊጥካያ ኢኻ ክትርደኣልካ ትኽእል ካብዚ ወጻኢ ትህቦ ዝኾነ ሰበብ ማንም ሓሶት ኣየእምናን እዩ ስለዚ ሓንቲ ጓል ሕቶ ምስ ሓተተትካ ኣይትሓሱ ንኽትሕሱ ፈጺማ ኣይትደሊን እያ ኩሉ ግዜ ንሳ ትጽበዮ ሓቂ ንኽትነግራ እዩ እዚ ተፈጥሮ ናይ።